ተርብየት ኣልኣውላድ ፊ ዶው ኣልኪታብ ወሱና ክንቅጽል ኢና መበል ሳልሳይ ክፋል ማለት እዩ ብዛዕባ ኣተዓባብያ ደቅና ወማዝልና ብዛዕባ እቶም ኣንብያታት ደቆምን ንሳቶምን ከመይ ከምዚ ገይሮም ከም ዘዕብዩ ከም ዝነበሩ እንታይ እዩ ንዕኦም ከም ዘግድሶም ከም ዝነበረ ዝገልጽ ማለት እዩ ምኽንያቱ እቲ ተርብየት ኣውላድ ፊል ኢስላም፣ ኣሃምየት ተርብየት ኣውላድ ፊል ኢስላም ዝብል ኣርእስቲ ኢና ዘለና። ስጋብ ክንደየናይ ኣገዳሲ እዩ ቆልዓ ምዕባይ ወይ ድማ ንምንታይ እዩ ኣገዳሲ ከም ዝኾነ ከኣ ከምቲ ኩላህና ንፈልጦ ሓደ ወዲ ሰብ ሞይቱ ቀብሪ ክኣቱ እንከሎ ኩሉ ነገር ስርሑ ጠጠው ይብል ማለት እዩ። እቲ ኸይሪ ስራሕ ምንም ክበፅሖ ኣይኽእልን እዩ ኢላ ተወሰነ ነገራት ዝበፅሖ ማለት እዩ። ንኣብነት ሰደቃ ጃርያ ወዒልሙን ይንተፈዑን ቢሂ ካብኡ ከኣ ወለዱን ሳልሕን የድዑ ለህ ሓደ ሰብ ውላድ ክገድፍ እንከሎ ብድሕሪኡ ዱዓ ዝገብረሉ ውላድ ክገድፈሉ ክገድፍ ከሎ ብድሕሪኡ ማለት እዩ ረቢ ይርሓመሉ ወላድየ ዱዓ ዝገብረሉ ሰደቃ ጃርያ ዘውፀእሉ ዝዝክሮ ኩሉ ግዜ ውላድ ክገድፍ እንከሎ ብድሕሪኡ እዚ እቲ ዝዓበየ ዝገብሮ ሓደ ሰብ ማለት እዩ ንምንታይ ያዕኒ ንዕኡ ዝጠቕሞ ብድሕሪኡ እውን ገዲፉ ይኸይድ ኣሎ ማለት እዩ ኣወለን ነቲ ውላድ ኣድሒንዎ ኣሎ ካብ ሓዊ ኣፍሊጥዎ ኣሎ ዲኑ ንባዕሉ ከኣ ዓቢ ጠቕሚ ዝረኽበሉ ብድሕሪኡ ይገድፍ ማለት እዩ ወሊዛሊክ ኩሎም ኣንብያታት እንድሕር ርኢናዮም ብጣዕሚ ብደቆም ነቲ ዓቂዳ ሒዞም ንክኸዱ ንክፈልጡ ኩላቶም ብጣዕሚ ተገደስቲ ነይሮም ቁርኣን ይገልጸልና ማለት እዩ ከምቲ ዝረኣናዮ ሳሊሒን ውላድ ነይሮም ዘይሳሊሒን ውላድ እውን ንኣብነት ኑሕ ዓለይሂ ሰላም ኣብዩ ከይዱ ኢብራሂም ዓለይሂ ሰላም ከኣ ምስ እስማዒል ዝገልጾ ዘሎ ከኣ ክንደየናይ ሳልሕ ዝነበረ ውላድ ምዃኑ የርእየና ማለት እዩ ወዕሙመን ከኣ ኢብራሂም ዓለይሂ ሰላም እቲ ናሃቱ ኢማን ክስጋብ ክንደየናይ ጠንካራን ሓያልን ከም ምዃኑ ከኣ በዚ ኣያት እዚ ዝገልጸልና ማለት እዩ። እንታይ ኢሉ ኣላህ ስብሓነሁ ወተዓላ ኢዝ ቃለ ለሁ ረቡሁ ኣስሊም ንኢብራሂም ዓለይሂ ሰላም ማለት እዩ ኢዝ ቃለ ለሁ ረቡሁ ኣስሊም ቃለ ኣስለምቱ ሊረቢል ዓለሚን ወወሳ ቢሃ ኢብራሂሙ በኒሂ ወያዕቁቡ ያ በንየ ኢነላህ ኣስጠፋ ለኩም ዲና ፈላ ተሙቱና ኢላ ወኣንቱም ሙስሊሙን ጠብዓን ንዓና ኩሉ ግዜ ወላ ሓታ እቶም ኣንብያታት ዝነበሮ እስላም እዩ ዝበሃል እስልምና ጥራይ ረሱል ሰለላሁ ዐለይሂ ወሰለም ዘምጽኦ ጥራይ ዘይኮነ ላኪን እቲ ሸሪዓ ፍልይ ዘብሎ ናይ እዚ እስልምና ናይ ረሱል ዐ ሰለም መጠረሽታ ዲን ዝመፀ እቲ ሸራኢዕ ዳእዩ ዝፈላለ እምበር እቲ ትሕዝትኡ እቲ ዐቂዳ እቲ እምነት ካብ መጀመርትኡ ሐደ እዩ ማለት እዩ ኩሎም ኣንብያታት ንተውሒድ ኣላህ ስብሓን ወተዓላ ዒባደት ላህ ስብሓን ወተዓላ እዮም መፅኦም ካብ መጀመርታ ነቢ ዝመፀ ማለት እዩ ኢዝ ቃለ ለሁ ረብሁ ኣስልም ቃል እምትሳለን ልረብሂ ኢብራሂም ከኣ ዓለይሂ ሰላም ዳይሬክት እንታይ ኢሉ ማለት እዩ ኣስለምቱ ሊረቢ ልዓለሚን ኣስልም ምስ ተባህለ ረቢ ምስ በሎ ምስ ኣዘዞ ከም ሙእዙዝ ሕራይ ኢሉ ተቐቢሉ ማለት እዩ ኣስለምቱ ሊረቢ ልዓለሚን ረቢ ጎይታ ናይ ኩሉ ዓለም ጎይታ ዝኾነ ተቐቢለ ኣለኹ ኢሉ ማለት እዩ ኢኽላሰን ወተውሒደን ወመሓበተን ካብ ኢኽላስ እቲ ንረቢ ተውሒድ ምግባሩ ወብመሓባ ከኣ ወኢናባ ናብ ረቢ ምምላስ ፈካነ ተውሒድ ሊላህ ነዓተሁ ثመ ወረሰሁ ረቢ ያኒ ንኢብራሂም ዓለይሂ ሰላም ከኣ እቲ ሓደ ብረቢ ኣማናይ ከም ዝነበረ ሙሽሪክ ከም ዘይነበረ ንኣብነት ንሳቶም እንታይ ኢሉ የሁዲ ይብልዎ የሁዳውያን ንኢብራሂም ማለት እዩ ክርስትያን ከኣ ንኢብራሂም ኣብርሃም ክርስትያን ይብልዎ ላኪን ያኒ

ኣውሪስዎም ማለት እዩ ወወሳሁም ሓደራ ኢልዎም ወጃዓለሃ ከሊመትን ባቅያ ፊ ዓቂብሂ ብድሕሪኡ ትተርፍ ቃል ገይርዋ ማለት እዩ ወተዋረተት ፊህም ንሳቶም ከዓ ተዋሪሶሞ ማለት እዮም ሓታ ወሰለት ልያዕቁብ ፈወሳ ቢሃ በኒህ ያኒ ወዲ ሰብ ጠብዓን ካብ ካብ ወላዲኡ ገንዘብ ይወርስ መልክዕ ይወርስ ስልጣን ይወርስ ዲን ይወርስ ብዙሕ ነገር ክወርስ ይኽእል እዩ ላኪን ሕጂ እዚ ንሕና ዝገልጸና ዘሎ ግን እቲ ኣህምየት ዲን ኣብ ሓደ ወዲ ሰብ ኣገዳሲ ስለ ዝኾነ እቶም እቲ ዲን ከመይ ጌሮም ከም ዘውረስዎ ኢብራሂም ዓለይሂ ሰላም ላ ገንዘብ ኣይገደፈሎም ወላ ዲርሃም ኣይገደፈሎም እንታይ ደኣ እቲ ዲን እቲ ዝጠቅም ኣብ ረቢ ከድካ ዝጠቅመካ ነገር ኩሉ ነገር ዘኽስበካ ዲን ተኸሲብካ ኩሉ ነገር ትኸስብ ዲን ተኸሲርካ ግን ኩሉ ነገር ትኸስር ማለት እዩ ዱንያ ወኣኺራ ትኸስር ማለት እዩ።

ነቲ ናይ መጠረሽታ ነቢ ዝመጽእ ከይተረፈ ተኸተሉ ኢልዎም ማለት እዩ ቃል ያ በንያ ኢነ ኣላህ ኣስጠፋ ለኩም ዲን እዚ ዲን እዚ መሪጹልኩም ኣይ እኽታረሁ ወተኽዩርሁ ለኩም ንዓኻትኩም መሪጹልኩም ራሕመተን ቢኩም እቲ ምምራጹ ከዓ ንዓኻትኩም ራሕማ እዩ

ጠባይ ከኣ ኣብ ተግባር ኣርእይዎ ኢሉ ማለት እዩ። ሓታ ተስተሚሩ ዓላ ዛሊክ ከምኡ ኢልኩም ክትቅጽሉ እሞኒ ፈላ ያእቲኩም ልመውት ኢላ ወኣንቱም ዓለይሂ ሞት ክመጸኩም ከሎ ከምኡ ኢልኩም ክትጸንሑ ማለት እዩ። ሊኣነ መን ዓሸ ዓላ ሸይ ማተ ዓለይህ ሓደ ወዲ ሰብ እንድሕር ብኡ ዝነብር ኮይኑ ኩሉ ግዜ ቀራኣይ ኩሉ ግዜ ሰጋዳይ እንድሕር ኮይኑ ኩሉ ግዜ ክመክመውት ከሎ ከኣ ከምኡ እዩ ዝመውት ስብሓንላህ ረብል ዓለሚን ዓድል ስለ ዝኾነ ሑስነል ኻቲማ ብኡ ይገብረሉ ኢኽላስ ዘለዎ ጠብዓን እንድሕር ኮይኑ ኒፋቅ ዘይብሉ ውሽጡ ጽሩይ እንድሕር ኮይኑ እዚ እዩ ረብል ዓለሚን ከምኡ ዝገብረሉ ማለት እዩ ዓላ ሸይ ያኒ ወመን ማተ ዓላ ሸይ ብዑተ ዓለይ ሓደ ሰብ እንዳሰገደ ተሞይቱ እንዳቀረአ ተሞይቱ ላኢላህ ኢለላህ እንዳበለ ተሞይቱ ከኣ ዩሕሸር ዓለይህ ዩብዓት ዓለይህ የውመል ቅያማ ከኣ ብኸምኡ ይትስእ ማለት እዩ። ልክዕ ከምዚ ቆልዓ ንኣብነት እንታይ ይበሃል መን ሸበ ዓላ ሸይ ሻበ ዓለይህ ሓደ ሰብ ኩሉ ግዜ ብኡ ገይሩ ዝለመደ ንእስነቱ ብኡ ዘሕለፈ ሻበ ዓለይህ እርግናኡ እርግንኡ ከኣ ከምኡ ኢሉ ዝሓልፍ ምሳሌ ንኣብነት ብንእሽትኡ ከሎ ብመንእሰይ ከሎ ዕዋላ እንድሕር ኮይኑ ወላ ኣረጊት ከሎ ከማን ዕዋላ እዩ ዝኸውን። ለኣኑ ከምኡ ህይወቱ ብምሉኡ ከምኡ ስለ ዘሕለፎ ማለት እዩ ኢላ ኢዛ ታበ ላህ ዓለይህ ያዕኒ ገሊኡ ሰብ ክትቡት ይኽእል ማለት እዩ ላኪን ገሊኡ ሰብ ከይቶ ከይተቦተ ብኡ ገይሩ ዝመውት ሰብ ኣሎ ያዕኒ ዝገበርካ ተገበርካዮ ዘይቅየር ሰብ ኣሎ ማለት እዩ ከምኣ ኢሉ መንእሰ ኮይኑ ጥፉእ ኣረጊት ኮይኑ ውን ጥፉእ ማለት እዩ ነስኣሉላህ ለዓፍወ ለዓፍያ ወሊዛሊክ ኩሉ ግዜ እቲ ኣብ ንእስነቱ ኣብ ብቆልዕኡ ኣብቲ ዲን ዝነበረ ሓታ ኣብ እርጋኑ ከምኡ ይኹን ስብሓነላህ ገሊኦም ሰባት ክንሪኦም እንከለና ያኒ ሓታ ኣብቲ ሕማሞም ኣብቲ ኣብ ኮማ ኮይኖም ከይተረፈ ልቦም ጠፊኦም ከማነይ ገሊኦም ይቀርኡ ተሲኦም ገሊኦም ይሰግዱ ስብሓንላህ ዓጃኢብ ይኾነካ ለኣኑ ኩሉ ግዜ ብኡ ልምዲ ስለ ዝነበሮም ኣረግት ኣረግቶት ኮይኖም ልቦም ጠፊእዎም ኩሉ ነገር ላኪን እቲ ናይ ዲን ግን ፈጺሙ ኣይጠፍኦምን ስብሓንላህ ለኣኑ ኣሓቢ ሸይ ፊ ሓያትሆም ስለ ዝነበረ ብጣዕሚ ዝፈትዎ ነገር ዝደልይዎ ነገር ስለ ዝነበረ ኩሉ ግዜ ኣብቲ ህይወቶም ኣገዳሲ ነገር ቀዳምነት ስለ ዝነበሮ ስብሓንላህ ዝመፀ እንተመፀ ከኣ ከምኣ ኢሎም ይቅጽልዎ ማለት እዮም ሓታ ኣብ ተፈላለዩ ኩነታቶም ስለዚ ከምኣ ኢሎም ይሞቱ ብከምኡ ከኣ ይሕሸሩ ዮም ልቅያማ ነስኣል ላ ስብሓን ወተላ ኣን የጅዓለና ምንሁም ኣላሁማ ኣሚን ስለዚ ቀፂሉ ኣያ ዝገልፅ ብዛዕባኡ ከኣ ወኢዝ ቃለ ኢብራሂሙ ረቢ

ከመይ ዓይነት ኣጣፋፍኣ ገይሩ ረቢ ልዓለሚን ከም ዘጥፍኦም ኣብ ሱረት ኣልፊል ይገልጸልና ማለት እዩ ወሊዛሊክ ንማካ ከጥፍእ ኢሉ ሕማቕ ሓሲቡ ዝመጸ ረቢ ልዓለሚን ከኣ ብቁድረትህ ወዓዘመትህ ወጀላልህ የጥፍኦም ማለት እዩ ወሊዛሊክ ንምንታይ ኢብራሂም ዓለይሂ ሰላም እዚ ዱዓ እዚ ንረቢ ለሚንዎ ረቢ ልዓለሚን ከኣ ለቢይሉ ማለት እዩ ገይሩሉ ሕራይ ኢልዎ ረቢ ልዓለሚን ሓረም ክብረት ዘለዎ ሓረም ኩሉ እስላማይ ናብ መካ ክኸይድ ናብ ሓረም ክኸይድ ህርፋን ዘለዎ ድልየት ዘለዎ ሙና ናይ ኩሉ እስላማይ ማለት እዩ ከይዱ በጺሑ ክመጽእ ከሎ ከኣ ክንደየናይ ታሕጓስ እዩ ዝስምዖ ክንደየናይ ያዕኒ ዓቢ ነገር ኣብ ህይወቱ ቁም ነገር ከም ዝገበረ ይስምዖ ማለት እዩ ወሊዛሊክ እዚ እዚ ሓረም ዝበሃል ቦታ ኩላትና ቂብላና ናብኡ ረቢ ዓለሚን ዝገበሮ ቦትኡን ዓዚም ከም ዝኸውን ኣብ ሙሉእ ዓለም ገይርዎ ረቢ ዓለሚን ማለት እዩ

ወላሁ ተባረከ ወተዓላ ኣርሓም ምንሁ ብዒባድሂ ላ ዩዓዝብ ኢላ መን ተመረደ ዓለይሂ ስለዚ ኢብራሂም ዓለይሂ ሰላም ከኣ እንታይ ኢሉ ማለት እዩ ካብ ጣኦት ምእማን ከኣ ኣነን ዘርእይን ደቀይን ኣድሕነኒ ኢሉ ማለት እዩ ለሚኑ ንረቢ ንምንታይ ፈር ስለ ዝፈርሕ ናብ ሓዊ ከይኣትዉ ንጀሃነም ከይኣትዉ ማለት እዩ። ወሊዛሊክ እንታይ ኢሉ ብዙሕ ሰብ ከኣ በዘም ጣዖት እዚኦም ከኣ ሰብ ኣብ ፈተና ስለ ዝኣቱ ረቢ እነሁና ኣድለልና ከሲረ ምነ ናስ ብዙሕ ሰብሲ ኣጥፊኤን እየን ኣብ እህሊቀን እየን እዚ ጣዖት እዚ ኣይ ضሉ ብሰበቢሃ በዚ ጣዖት እዚ ብዙሕ ሰብ ስለ ዝጠፈአ ፈመን ተቢዓኒ ናተይ መንገዲ ሒዙ ዝኸይድ እቲ ናይ ተውሒድ እቲ ናይ እኽላስ ዝኸደ ሒዙ ዝኸደ ፈኢነሁ ምኒ ካባይ እዩ ማለት እዩ ወይ ድማ ናፍቲ ናይ መንገዲ ኢብራሂም ሒዙ ዝኸደ ናብ ናይ ኢብራሂም ቦታ ይበፅሕ ማለት እዩ ዝኣበየ ከኣ ወመን ዓሳኒ ኢሉ ማለት እዩ ፈኢነሁ غፉር ራሒም ኣይሰምዕን ኢሉ ዝኣበየ ከኣ ረቢ ከኣ ቆፉር ራሒም እዩ ንረቢ ካብቲ ሸፈቃ ኢብራሂም ዓለ ሰላም ከሊሉላህ ረሒም ስለ ዝኾነ ሸፋቅ ስለ ዝኾነ ወላ ነቶም ተጋገዩ እውን ነቶም ጌጋ ዝገብሩ እውን ዱዓ ገይሩሎም ማለት እዩ ላኪን ኣላህ ስብሓነሁ ወተዓላ ቢራሕመቲሂ ወከረሚሂ ፈጺሙ ንማንም ሰብ ኣይዕዝብን እዩ ኢላ ነቲ ዝኣበየ ኢላ ነቲ ዝኸሓደ ተዘይኮይኑ ስቕ ኢሉ ንማንም ሰብ ዓዛብን ሰቓይን ኣብ ጀሃንም ኣይእትዎን እዩ ማለት እዩ ስለዚ የርእየና ኢኑ ከም ኣቦ ከም ወላዲ ከም ኢማም ኢብራሂም ዓለይሂ ሰላም ስጋብ ክንደየናይ ነቲ ዘርኡ ናሃቱ ስለ ዝፈረሐ እዩ ክንደይ ነገር ሓቲቱ ማለት እዩ ኣወለን ኣብ መቃም ናይዚ ናሃቱ ናዓይ ጥራይ ዘይኮነ ንዑኡ ጥራይ ኣይሓሰበን ያኒ ከም ኣቦ መጠንሲ ኣነ ናዓይ ጥራይ ይጥዓመኒ ኣይበለን ንባዕሉ እዚ ዓቢ ትምህርቲ ዘለዎ ማለት እዩ ማንም ወላዲ ማንም ኣቦ ጥራይ ናዓይ ስምዑኒ ጥራይ ናዓይ ተኸተሉኒ ጥራይ ኣነ ዝበልክዎ ይኹን ዘይኮነ እንታይ ደኣ ኩሉ ግዜ ምስቲ ናይ ረቢ ክነተሓሕዞ ከለና ወላዲ ንረቢ ተኣዚዙ እዩ ውላዱ ኣብቲ ረቢ መንገዲ ዝደለዮ ከብጽሖ ዝግብኦ ኩሉ ነናቱ ሓላፍነት ክወስድ ከሎ ናይ ተዕዛዝ ናይ ረቢ ደኣ ኢምበረይ ንማንም ኢሉ ኣይኮነን ማለት እዩ ንነብሱ ኣይኮነን ክተኸተሉኒ ኢሉ ወይ ንናሃቱ ስምዒት ወይ ንናሃቱ ሻህዋ ወይ ንናሃቱ ድልየት ጥራይ ዘይኮነ እንታይ ደኣ በቲ ረቢ ዝበሎ ስለ ዝሓሰበ ማለት እዩ ሓቲቱ መቃም ላዕሊ ክህልዎም ኣማን ክረኽቡ እንደገና ከዓ ሽርክ ከይኣትዉ ሕሰብዎ እዚ ክንደየናይ ትምህርቲ ዘለዎ ማለት እዩ ሓደ ወላዲ ክከታተሎ ንደቁን ንዘርኡን ዝግብኦ ማለት እዩ ምክንያቱ ሳሊሕ ወላዲ እንድሕር ኮይኑ ነቶም ደቁ ከኣ ሳሊሒን ክኾኑሉ ኩሉ ጻዕሪ እንድሕር ገይሩ ረብልዓለሚን ጻዕሪ ናይ ወዲ ሰብ ኣየጥፍኣሉን እዩ ጣለማ ንዩኡ ሰሊም ኮይኑ ንረቢ ያኣላህ ዱዓ እንዳገበረ የርእየና ከኣ ኣብዚ ኣብዚ ናይ ኢብራሂም ዓለይሂ ሰላም ዱዓ ወላ ኣብ ናይ ኑሕ ዓለይሂ ሰላም ዱዓ ገይሩ ኣይግባኣካን ዩ ኑዓ ዱዓ ክትገብረሉ ኢሉ ገዲፍዎ ማለት ዩ ኢብራሂም ዓለይሂ ሰላም ከኣ በርዱ ኣብዚ ዱዓ ዓቢ ግደ ከምዘለዎ ዓቢ መሳርያ ከም ምዃኑ ዓቢ ስላሕ ከም ምዃኑ እዩ ዘርእየና ማለት እዩ ላኪን ንሕና ደቂ ሰባት ብጣዕሚ ሰነፋት ኢና ንደቅና ዱዓ ብዙሕ ንምንታይ ኢና ዘይንገብረሎም ረቢ የስላሐዮም ረቢ ይህድዮም ረቢ ሓቂ መንገዲ የትሕዞም ያኣላህ ለይትን ቀትርን ዱዓ ብሕልፊ ከኣ ካብ ንመርገም ንቃዳደም ገጋ ገሮም ኢሎም ረቢ ከምዚ ይገብራ ይግበረካ ረቢ ይንዓለካ ወይ ረቢ ከምዚ የብለካ ካብ ንብል እንታይ ደኣ ኩሉ ግዜ ረቢ የስላሓዮም ረቢ ይህድዮም ረቢ ይወፍቆም ኢልና ዱዓ ኩሉ ግዜ መልሓስና ካብ መርገም ዘይኮነ ናብ ዱዓ ኩሉ ግዜ ሓይልና ከም ዝኸውን እዩ ዘርእየና ማለት እዩ ኢብራሂም ዓለይሂ ሰላም ንዕኦም ኣብ ጽቡቕ ቦታ ንክኾኑ ንሱ ንደቁ ኣብጺሕዎስ፣ ያዕቁብ ዓለይሂ ሰላም ከኣ ንደቁ በርዱ ኢሉዎም፣ ንስኻትኩም ውን ረቢ ንዓኻትኩም ስለ ዝመረጸኩም እቲ ዲን ተኸቲልኩም ክትከዱ ከም ዘለኩም ኢሉ ገሊጽሎም ማለት እዩ። ጠብዓን ቀጻሊ ብዙሕ ትምህርቲ ኣለዎ ናይ ኢብራሂም ዓለይሂ ሰላም ኣብ ዝመጽእ ክፋል ክንቅጽሎ ኢና ኣብዚ